ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ፋሽስታውያን ወረርቲ ሓይልታት ኣብ ልዕሊ ህዝብና ከበድቲ ግፍዕታት ዋላ እኳ እንተፈፀሙ ሰራዊት ትግራይ ብዘመዝግቦም ዘለዉ ዓወታት ተደቢስና ኢና ኢሎም ነበርቲ ከተማ የጭላን ከባቢያን እቶም ደመኛታተ ፀለእትና ክሳብ ዝድምሰሱ ድማ ኣብ ጎኒ ሰራዊት ትግራይና ተሰሊፍና ግቡእና ክንፍፅም ኢና ኢሎም ኣለው እዞም ነበርቲ ከተማ ይጭላን ከባቢኣን። ወኪልና ሃይላይ ታደለ ካብቲ ከባቢ ዘዋደዶ ፀብፃብ ኣሎ ከም ዝስዕብ ክቐርበልና እዩ።
ብጻምእ ስልጣን ዝሰኸሩ ፋሽስታውያን ኣብይ ኣሕመድን ውልቀ መላኺ ኢሳያስ ኣፈወርቅን ህዝቢ ትግራይ ንምጽናት ውዲት ኣኒቦም ኣብ ልዕሊኡ ዝተፈላለዩ ግፍዕታት እናፈፀሙ ፀኒሖም እዮም። ከም ካልኦት ከባብታት ትግራይ ኣብ ወረዳ ኣበርገለ የጭላ እውን ብርክት ዝበሉ ግፍዕታት ከም ዝፈፀሙ እዮም ርኢቶኦም ዝሃቡና ነበርቲ ከተማ የጭላ ዝገልፁ። ወታደራት ኣብይ ካብ ዝኣትዩ ጀሚሮም ኣብ ሕብረተሰብና ኣብ ምልሻ፣ ኣብ ነበርቲ፣ ኣብ ኣንእስቲ ምልሻታት፣ ኣብ መናእሰይ መጀመርያ ሓሓደ ግፍዕታት ይገበሩ ነይሮም በረኻ ወሲዶም ይዘውጥኻ ይኣስሩኻ ኣሲሮም ተን ትካላት ናይ መንግስቲ ነበራ ቢሮታት ከም ቤት ህንፀት ነገር ገይሮም ዝረኸብዎ መንእሰይ ላኣሰሩ እናገደዱ ኣብ ድሌቶም ይፈትሑ ኣብ ድሌቶም ይዘውጡ ነይሮም ዳሕራይ ከዓ ሻዕብያ መፅኡ እንደገና ኣብዚ እንታይ ይገብር ነይሩ መጺኡ ሕድሕድ ገዛኻ ኣድጊ ኣለካ ዶ የብልኻይ ታዴኻ ኮይንኻ ክንዲ ግዛዕ ገዛ ሒዝኻስ ዝከንሸሎ እዚስ ኣድጊ ዘይብሉ ኣድጊ ኣለካይ ኣድጊ ኣምጽእ እናተባህለ በትሪ ነይሩ ኣጣል ከለዋኻ ዶ ኣጣል እውን ኣምጽእ ይባል ነይሩ ገባር ናይ ምግዳድ ዝግፍዐኛ ሰብ ግፍዒ የውድቕዎ ደቂ ኣንስትዮ ብንቡር ይኹን ብዘይንቡር ተገሲሰን እየን ሰይቲ ቐሺ የለ ንእሽቶ ዕሸል መንእሰይ የለ ተበላሽወን እየን ንብረት ህይወት እንሰሳይ ቃንጫ ማንጫ ሓሰሪ ብትግራይ ንምብዳም ተወመኪሑ ልመፀ ሰብ እዩ ትቁም ነገሩ ግን እግዚኣብሔር ሓይሊ ይሃወይ። ንብዓት ህዝቢ ትግራይ ንምሕባስን ነተን ወረርቲ ንምድምሳስን ዝኳሻሕ ዘሎ ሰራዊት ትግራይ ካብ ዓሰርተ ሓደ ሰነ ክልተ ሽሕን ዓሰርተ ሰለስተን ዓመተ ምህረት ጀሚሩ ብሽም ወፍሪ ኣሉላ ነቶም ወረርቲ እናደምሰሰ ኣንፀባረቕቲ ዓወታት የመዝግበ ኣሎ። ሰራዊት ትግራይ ዘመዝግቦ ዘሎ ዓወት ንብዓትና ሓቢሱ ተስፋና ክልምልም ዝገበረ መስተንክራዊ ቅያ እዩ ኢሎም ኣለው እቶም ወሃብቲ ሪኢቶም። እቲ ውግእ ብሰላም
ብዓወት ተዛዚሙ ብጣዕሚ ምርጥ ታይሞ ልዝውግ እሱ ክገልጽ ኣነ ዓቕሚ እውን የብለይ ፍልይ ዝበለ ናይ ኮማንዶ ስርሒት ዝነበሮም ራይ ኣለዉ እዚ ናይ ኣብይ ወታደራት ዝሞቱ ዝረኣናዮም ዝፀገቡ ጥንቾም ዝህጠሩ ወታደራት እዮም ነይሮም እዞም ወታደራት እዚኦም ፍሉይ መስተንክር ብተደምሲሶም ዓወት ብምጭባጡ ዘይሓለፈ ካብዛ ዝሓዝዎ ደረጃ እኳ ዘይሓለፈ ብምድምሳሱ እዩ ብጣዕሚ ደስ ኢልዎ ህዝቢ ከተማ ነባሪ የጭላ ማለት እዩ። ኸዚ ግን ብእግዚኣብሔር ሓይሊ ከምኡ ኢሉ ይፈፅመልና እምበ ክሻዕ እዚ በፂሕና ኣለና እኔና መቸም ልጎደለ ጎዲሉ እኔና መስገን ንኣምላክ ኣሊና ኣለና እምበ ግፍዒ ካብ ግፍዒ ግፍዒ ግፍዐኛ ሰብኣይ እዚ እዩ ግፍዒ እውን የውዲቕዎ እምበር ታይ እማ ሓይሊ እማ ኣፅዋር እማ ዊድ ደኔ ታሪክ እዩ መስተንክር እዩ ተሰሪሑ። ወረርቲ ክሳብ ዝድምሰሱን ስግኣት ናብ ዘይኾንሉ ብርኪ ክሳብ ዝበፅሑን ኣብ ጎድኒ ሰራዊት ትግራይ ኮይኖም ሓገዞም ኣጠናኺሮም ከምዝቕፅልሉ እውን ተዛሪቦም። መንእሰይ ናብ ማሰልጠኛ ይጎርፍ ኣሎ። ኻልኣይ ኻዓ እቲ ኣብ ከተማ ዘሎ ህዝቢ ይኹን ኣብ ገጠር ዘሎ ህዝቢ እውን ታይ እዩ ዝገብር ዘሎ? ገና ናይቲ ዓወት ናይቲ ዓወት መጨረሻ ናይቲ ዓወት መጨረሻ እስካብ ዝረጋገጽ ህዝብና ኣይድቅስን ሐዚ እውን ጸላኢ ካብ ስሩ ቦንቂርካ ናይ ኤርትራ ሰራዊትን ናይ ኣብይ ሰራዊትን ተጻርዩ ቦትኡ እስካብ ዝሕዝ ምንም ንድሕሪት ኣፎየ ይብሊ ጋና ጋና ጋና ልለ ገባር እማ ኦዶሙ ካብቶም ደቁ ልፍለ ይኾነ ልኾነ ካታ ልሳተፋ ካታ ልክደና ምክንያቱ ሎም እኮ እዩ ተፈጢሩ ሎም እኮ ዓይኒ በርዩ ካብ ሕቱም ሳንዱቕ እኮ እዩ ወፂኡ ህዝቢ ትግራይ ሎሚ ደጊም እኮ ወፂኡ ተስፋ እኮ ጌርና ኢና ብሓቂ ሰራዊት ትግራይ ኣብ ልዕሊ ወረርቲ ወተሃደራት ኣብይ ኣሕመድ ዝፍፅሞ ዘሎ በርቃዊ መጥቃዕቲ ስዒቡ ብኣሽሓት ዝቑፀሩ ዕሱባት ሰራዊት ምዉታትን ምሩኻትን እንትኾኑ ነበርቲ ከተማ የጭላ ነቶም ምሩኻት ንዝምልከቶ እንተረክቡ ነቶም ዝሞቱ ድማ እንትቐብሩ ረኺብናዮም። እዞም ደመኛታት ህዝብና ዘጋፍዑ እኳ እንተኾኑ ክብርታት ህዝቢ ትግራይ ከይጠሓስናን ቂም ከየንፀባረቕናን ርእስና ዘዕግብ ስራሕ ንሰርሕ ኣለና ይብሉ ኣብቲ ስነ ስርዓት ዝረኸብናዮም ወሃብቲ ሪቶ። ከዚ ከዓ ከም ትሪኦ ኣለካ እንገብረሉና ስራሕቲ ያው ሰባት እዮም ከም ሰባት መጠን ፀለእትና እዮም ኢሎም ናይ ምስካፍ ዝምረኽ ናማረኽና ናብ ምክልኻል ትግራይ እናረከብና ብሂወት ከይትቐትልዎ እናበለ ህዝቢ እውን ፍሉይ ሓይሊ እውን ምፀለይ ምክልኻል ትግራይ እውን ጠቕላላ ምሩኽ ማይ ሃውዎ ምግቢ ሃውዎ ብምባል እናስተናገድና ኢና ፀኒሕና ኣብዚ ከዚ ሰዓት ከዓ እንታይ ኢና ንገብር ኣለና እዞም ብርክት ዝበለ ዝሞተ ወታደር ፒፒ እኒአና ናይ ኣብይ ሰራዊት

ሰራዊት ትግራይ ዘዕርፈሎም ዘሎ በርቃዊ መጥቃዕቲ ምፅዋር ኣብዎም መብዛሕትኦም ምውታትን ምርዃትን እንትኾኑ መቐለ ሓዊስካ መብዛሕትኡ ከባብታት ትግራይ ሓራ እናወፀ ይርከብ። ሃለዋትናን ድሕንነትናን ብቕልፅምና! ትግራይ ትስዕር! ወኪል ድምፂ ወያነ ትግራይ ሃይላይ ታደለ፣ ከተማ የጭላ።

ሓየት ሰራዊት ትግራይ ንከተማ መቐለ ድሕሪ ምቁፅፃሩ ኣብ ትግራይ ተበፃሕነት ሰብኣዊ ሓገዝ ርኡይ ምምሕያሽ ከምዘርኣየ ተገሊፁ'ሎ። ቤት ፅሕፈት ምትሕብባር ሰብኣዊ ሓገዝ ውድብ ሕቡራት ሃገራት ኦቻ ትማሊ ኣብ ዝዘርግሖ ሓበሬታ ከተማ መቐለን ብዙሓት ከባብታት ትግራይን ካብ ሓይልታት ወረርቲ ሓራ ካብ ዝወፃን ደሓር ኣብ ትግራይ ተበፃሕነት ሰብኣዊ ሓገዝ ኣዝዩ ከምዝተመሓየሸ ኣመልኪቱ'ሎ። ቅድም ክብል ረድኤት ምብጻሕ ኣብ ዘይከኣለሎም ዝነበሩ ከባብታት ሎሚ ብዘይምንም ጸገም ሰብኣዊ ሓገዝ ምክፍፋል ተኻኢሉ እዩ። ኣብዚ ሕዚ እዋን ገበርቲ ሰናይ ትካላት ኣብ ትግራይ ምግቢ ምክፍፋል፣ ዘርኢ እኽሊ፣ መድሓኒትን ማይን ንተጠቀምቲ ምቕራብ ከምዝጀመሩ ኦቻ ኣፍሊጡ'ሎ። ይኹን ደኣምበር እቲ ስራሕቲ ምክፍፋል ሰብኣዊ ሓገዝ ብሰንኪ ምቁራፅ ግልጋሎት ኤሌክትሪክ፣ ቴሌኮሙኒኬሽን፣ ባንክን ዋሕዲ ነዳድን ድሩት ከምዝኾነ እቲ ዜና ሓቢሩ ኣሎ። ብተወሳኺ ናብ ትግራይ ሰብኣዊ ሓገዝ ከይኣቱ ከምዝተኸልከለ እውን እቲ ዜና ኣገንዚቡ። ፋሽስቲ ኣብይ ኣሕመድ ኣብ ዓውደ ኹናትን ዲፕሎማስን ከቢድ ስዕረት ምስ ተጎምጎመ ናብ ሕነ ምፍዳይ ምእታዉ ኣብ ልዕሊ ህዝቢ ትግራይ ሰፊሕ ዝኾነ ወፍሪ ጸለመን ጽልእን እናሰበኸ ይርከብ። በዚ ዝተልዓለ ካብ ትግራይ ወጻኢ ዘለዉ ተጋሩ ግዳያት ዓፈና፣ ማእሰርትን ምግፋዕን ስርዓት ፋሽስቲ ኣብይ ኮይኖም ይርከቡ ኣለዉ። ኣብዚ ጉዳይ ዝተዋደደ ጸብጻብ ኣለና ከም ዝስዕብ ኣዋዲድና ክነቕርበልኩም።
ደቂ ሰባት ግጉይ ኣተሓሳስባ ሒዞም ክፍጠሩ ኣይኽእሉን። ንዘጥፍእዎ ጥፍኣትን ኮነ ኢሎም ዝፀየቕዎ ፀይቅን ክእርሙ ካልኣይ ዕድል ተድኣ ረኺቦም ትምህርቲ እውን እንተወሲኸምሉ ዘይእረም ጌጋ ዘይልወጥ ኣተሓሳስባ የለን ዝብል ፅኑዕ እምነትን መትከልን ዳርጋ ነብሲ ወከፍ ትግራዋይ ከም ኣምር ዝቕበሎን ንተግባራውነት እውን ካብ ጥንቲ ጀሚሩ እናሰርሐሉ ዝመፀን እዩ። ኣብዚ ኣብ ዝተፈላለዩ እዋናት ዝተኻየደ ወያነ ትግራይ ንፀላእቲ ዝሃቦ ምሕረትን ይቕረ በሃልነትን ከይጠቐስካ ክሕለፍ ኣይከኣልን። ዓዲ ከብርሱ፣ ህዝቢ ከበሳብሱ ዝመፁ፣ ደቂ ቐቲሎም፣ ኣጉዶ ኣንዲዶም ኣሕኡ ንዘብረስሉ ጸላእቲ ተቓሊሱ ምስ ሰዓሮምን ማሪኹ ኣብ ትሕቲ ቁጽጽሩ ምስ ገበሮምን ካብታ ዘላቶ መቒሉ ዓንጊሉ ኣስትዩ ከዲኑ ኣምሂሩ ናብ ዝመጽዎ ምስዳድ ንገሊኦም ድማ ፍልጠቱን ተመኩርኡን ከይሰስዐ ብምክፋል ናብ ዓብዪ ብርኪ ክብርርኹ ምግባር ቅድሚ ሕዚ ዝነበረም ሕዚ እውን ዘሎም ስነ ልቦና ትግራዋይ እዩ ፀላእቲ ህዝቢ ትግራይ ግን ብግልባጡ ብንውሒ ግዘ ዘይልወጡም ነቲ ዝተገምገምዎ ስዕረት ከወራርዱም ግዘን ኩነታትን ዘናድዩን ንጥፍኣት ህዝቢ ትግራይ ውዲት ክኣልሙ ንፅኣት እውን ሰም ዘየብሉ ቂመኛታት እዮም ሎሚ ኣብ ልዕሊ ህዝቢ ትግራይ ዝወረደ ሓሳረ መከራ ብላዕለዋይነት ዝእዝዝዎን ብድሕሪት ኮይኖም ዘንበድብድዎን ካብ ኣዛዚ ጀነራል ክሳብ ጎሓሉ ደለልቲ ፖለቲካ እዚኦም ክቐትለካ ንዝመጸ ቅተሎ ዝብል ሕጊ ዓለም ተግባራዊ ይኹን እንተድኣ ተባሂሉ ኣብ ዝተፈላለዩ ኣጋጣሚታት ክቐትልዎ መጺኦም ማሪኹ ዕጫ ብህይወት ምንባሮምን ዘይምንባሮምን ኣብ ኢድ ትግራዋይ ኣትዩ ዝነበረሉ ኣጋጣሚታት ብዙሕ እዩ። እቲ ሰብ ካልኣይ ዕድል ተድኣ ተዋሂብዎ ጌግኡ ክእርምን ካብ ጥፍኣቱ ክመሃርን ይኽእል እዩ ዝብል ጽኑዕ መትከል ዘለዎ ትግራዋይ ግን ካልኣይ ዕድል ረኺቦም ጌግኦም ክእርሙ እምበር ምስ ጌግኦም ክቕበሩ ኣይፈረደሎምን። ይኹን እምበር፣ እቲ ሕዱር ቂሞም ንዝሓለፉ ሰላሳ ዓመታት፣ ብፍላይ ድማ ንዝሓለፉ ሰለስተ ዓመታት፣ ፈኸም እናበለ ጸኒሑም ኣብ ዝሓለፉ ሸሞንተ ኣዋርሕ ኩሉ ዓይነት ዝደጎልዎ ጓህሪ ኣብ ልዕሊ ህዝቢ ትግራይን ኣብ ትግራይን ኣስሪቦምዎ እዮም። ፊት ንፊት ገጢሞም ሓየት ሰራዊት ትግራይ ዘየላ ጥውቂዒት ኣዕሪፉ ካብ መሬት ትግራይ ፀራሪጉ ከውፅኦም ምስ ጀመረ ድማ ሕዚ ኣብ ልዕሊ ተወለድቲ ትግራይ እቲ ዝለመድዎ ፅልኢትን ቅሉዕ ዘርኢ ምፅናትን ምእዋጅ ቀፂሎምሉ ኣለዉ። ካብቶም እቲ ሕዚ ኣብ ትግራይ በፂሑ ዘሎ ሓሳረ መከራ ዝጠጅኡን ዘተግበሩን ቀንዲ ደለልቲ ቤተ መንግስትታት ኣስመራን ኣዲስ ኣበባን ሓደም ኣንዳርጋቸው ፅጌ እዩ። እቲ ትግራይ ናይ ምጥፋእ ዝሃቀኖ ሕልሙ ሳላ ምዑት ተቓላሳይ ህዝቢ ትግራይን ሊሎ ሰራዊት ትግራይን ከምቲ ዝሓሰቦ ትግራይ ክትጠፍእ ስለዘይከኣለት ሕዚ ድማ ዝጀመሮ ክምልእ ኣብ ልዕሊ ካብ ትግራይ ወፃእ ዘለው ተጋሩ ብዝተዋደደ መልክዑ ክዝመትን ኩሉ ትግራዋይ ዘብኡ ብኣልማሚት ክቕፃዕን ጎስጓስ ጀሚሩ ኣሎ። ኣብ ትዊተር ገፁ ዝፀሓፎ መልእኽቱ ከምዚ ይብል ኩሎም ተጋሩ ህወሓት ከምዝኾኑ ኮነሬል መንግስቱ ሃይለማርያም ጥራሕ እዩ ፈሊጥዎም ነይሩ ሕዚ ግን ሽም ኣምላኹ ፀዊዑ በሊዑ ካብ ዝሓድር ለማናይ ጀሚሩ ሓረስታዩ ይኹን ምሁሩ ትግራዋይ ተደኣ ኾይኑ ህወሓት ከምዝኾነ ንሕናውን ፈሊጥና ኣለና ይብል እዚ ብመርዚ ዝተላዕጠጠ ዘረባ ኣንዳርጋቸው ጽጌ። ሃገር ትምረሐሉ ሮድማፕ ንውልቀ መላኺ ኣብይ ኣሕመድ ዝሃበ ኣማኻር ቤተ መንግስቲ ብምዃኑ እዚ ዘረባ ናብ ተግባር ተሸሪፉ ኣብ ኣዲስ ኣበባ ዝነብሩ ሰሪሖም ዝሓድሩ ተወለድቲ ትግራይ እናሓፈስካ ብምእሳርን ዝሰርሕሉ ትካላት ንግዲ ብምዕሻግን ተዓጂቡ ተግባራዊ እናኾነሉ ይርከብ። እዞም ቴስዓን ሓሙሽተን ሚልዮን ንሓሙሽተ ሚልዮን ኢሎም ኣብ ልዕሊ ትግራዋይ ቅሉዕ ምጽናት ዘርኢ ዝኣወጁ፣ ሕዚ እውን ዘርኢ ትግራዋይ ካብ ገፅ ምድሪ ክሳብ ዘጥፍኡም ዝድቅሱ ኣይመስሉን። ኣብ ልዕሊ መንእሰይ ትግራይ እውን ካብ ዝተፈላለየ ኩርናዕ ብዝተፈላለየ ድምፂ ከምዚ ዝበለ ጅምላዊ ቅትለት እናጎስጎሱ እዮም። እያንዳንዱን የትግራይ ወጣት ማለት ነው እንደ ኮብልስቶን ተጠርቦ አንድ አይነት አስተሳሰብ ይዞ እንዲኖር ተነቅሶ ወያኔነትን ተነቅሶ ስላደገ ማለት ነው። አሸናፊ መሆን ከፈለክ ትግራይ ውስጥ ያሉ ወጣቶችን በሙሉ መንጥረ ማጥፋት አለብህ።
ኣብ ልዕሊ መንእሰይ ትግራይ ይኹን ኣብ መላእ ህዝቢ ትግራይ ነጋሪት ጥፍኣት ዝጎስሙ ዘለዉ ናይ ትማልን ሎምን ጸላእቲ ህዝቢ ትግራይ ዋግኦም ክረኽቡን ኩሉ ትግራዋይ ኣስተርሕዩ ዝነብረላ ተባሃጊት ትግራይ ንምህናጽን መላእ ህዝቢ ትግራይ ኣብ ዓዲ ሃሎ ብደገም ብፍላይ ድማ መንእሰይ ትግራይ ምስ ምኩራት ኣያታቱ ተዋዲዱም ተረኺቦም ዘለዉ ዓወታት ብምዕቃብ ሓመድ ድበ ፀላእቲ ክቀላጠፍ ምግባር ኣማራፂ ዘይብሉ እንኮ መፍትሒ እዩ።
ኣብዚ ዋና ውይ ተፅዕኖ እዩ ነይሩ ሕዚ ግን ካብ መጠን ንላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማልእ ነይሩ ትወደኢለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሉ ን ክስዕሮም ኢና ኩሉ ግዘ ካዓ ትግራዋይነት ናተኹልዕ እዩ ክነብር።
ናይ ቁፅሪ ልዕልነት ናይ ተኹሲ ልዕልና ዝነበሮ ፀላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክኦም ዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅእ እውን በጢሱ በጢሱ ይሓርጉ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ፅብቕቲ ትግራይ ክትኾን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ።
ናብ ካልኦት ዜናታትና ክንሰግር ፋሽስቲ ኣብዪ ኣሕመድ ኣብ ትግራይ ስራሕቲ ሰብኣዊ ሓገዝ ከይሳለጥ ዝተፈላለዩ ዓንቀፍቀፋትን ሸርሕታትን ምፍፃም ከም ዝቐፀለ ተገሊፁ ኣሎ ፋሽስቲ ኣብይ ኣሕመድን መላፍንቱ ዝኾኑ ሓይልታት ትምክሕቲ ክልል ኣምሓራን ካብ ዓለም ለኸ ትካላት ዝተልኣኸ ረድኤት ናብቲ ከቢድ ፀገም ዝርከብ ህዝቢ ትግራይ ከይበፅሕ ድልድላት ብምዕናው ረድኤት ዝፀዓና መካይን ድማ ናብ ትግራይ ከይሓልፋ ብምኽልካልን ክፈጥርዎ ዝፀንሑ ዓንቀፍቀፋትን ሸርሕታትን ኣጠናኺሮም ቀፂሎምሉ ኣለዉ። ብመሰረት እዚ ፋሽስቲ ኣብይ ናብ ትግራይ ዝግበሩ በረራታት ፈቒደ ኣለኹ እናበለ ብተግባር ግና ብነፈርቲ ዝግበሩ ሰብኣዊ ሓገዛት ዝምልከቱ መገሻታት ዛጊድ ከምዘይተጀመሩን ፋሽስቲ ኣብዪ ድማ ከም ኣመሉ ዝርዝር መምርሒ የዳሉ ኣለኹ እናበለ እቶም ኣብ ቀልቀል ሞት ዝርከቡ ብኣማኢት ኣሽሓ ዝቑፀሩ ተጋሩ ንክሃልቁ ኣበርቲዑ ይሰርሕ ኣሎ። ፋሽስቲ ኣብይ ናብ ትግራይ ዝግበሩ ሰብኣዊ ሓገዝ ተኮር ዝኾኑ በረራታት ፈቒደ ኣለኹ ድሕሪ ምባሉ፣ ፕሮግራም ምግቢ ዓለም ናብ ትግራይ በረራ ንምግባር ሕቶ ከምዘቕረበን ክሳብ ሕዚ ግና ምላሽ ከምዘይተውሃቦን ኣዲስ ስታንዳርድ ሓቢሩ ኣሎ። ብተመሳሳሊ ረድኤት እኽሊ ፅዒነን ናብ ትግራይ ይጓዓዛ ዝነበራ ብርክት ዝበላ መካይን ፕሮግራም ምግቢ ዓለም ናብ ትግራይ ከይሓልፋ ብዕጡቓት ሓይልታት ኣምሓራ ኣብ ሰሜን ወሎ ከምዝተኸልከላ ኣዲስ ስታንዳርድ ፀብፂቡ ኣሎ። ፋሽስቲ ኣብይ ንትግራይ ከቢቡ ህዝቢ ብጥሜት ክውዳእ ይገብሮ ዘሎ ሸርሕን ኣብ ስራሕቲ ሰብኣዊ ሓገዝ ይፈጥሮ ዘሎ ዓንቀፍቀፋትን ጠጠው እንተዘየቢሉ ጅግና ሰራዊት ትግራይ ዝጀመሮ ወተሃደራዊ ወፍርታት ከምዝቕፅልሎም ተጋዳላይ ጀነራል ፃድቃን ገብረትንሳኤ ምግላፆም ዝዝከር እዩ። ሰራዊት ምክልኻል ሃገር ከምዚ ሎሚ መሓውር ጥፍኣትን ሓላዊ ኮርቻ ስልጣን ፋሽስቲ ኣብይ ኣሕመድን ቅድሚ ምዃኖም ዋሕስ መንግስትን ሓበን ህዝቢ ኢትዮጵያን ከምዝነበረ ህዝባውነቱ ድማ ካብ ሃገሩ ሓሊፉ ኣብ ዝተፈላለዩ ሃገራት እውን ክብርን ናእዳን ዝረኸበ ሓይሊ ከምዝነበረ ዝዝከር እዩ። ሎሚ እዚ ሓይሊ ኣገልጋሊ ፋሽስቲ ኣብይ ኣሕመድ ኮይኑ ጥራሕ ዘይኮነስ ምስ ደመኛታት ፀለእቲ ህዝቢ ትግራይ ተሻሪኹም ኣብ ትግራይ ተራእዩ ዘይፈልጥ ዘስካሕክሕ ግፍዕታት ድሕሪ ምፍፃሙ ሕዚ ድማ ኣብ ልዕሊ ህዝቢ ትግራይ ሰፊሕ ዝኾነ ወፍሪ ፀለመ እናካየደ ይርከብ። ኣብዚ ጉዳይ ዘዳለናዮ ፀብፃብ ኣሎ ከም ዝስዕብ ክነቕርበልኩም ኢና። ከምዚ ሎሚ መጋባእያ ጥፋትን ሓራዲ ሰላማውያን ሰባትን ቅድሚ ምዃኑ ሰራዊት ምክልኻል ሃገር ኢትዮጵያውያን ዝኾርዕሉ ኣፍርቃውያን ድማ ዝሕበንሉ ህዝባዊ ሰራዊት ዋሕስ ሰላም፣ ዋርድያ ሕገ መንግስቲን ዋልታ ልምዓት ሓዳስ ኢትዮጵያን ኮይኑ ነይሩ እዩ። ነቲ ባዕዳዊ ሰራዊት ውልቀ መላኺ ኢሳይያስ ኣፍወርቂ ቅድሚ ዕስራን ሰለስተን ዓመታት ዝፈጸሞ ወራር ኣበርኒዑ ሕቖ ኢሳይያስ ዝጎዘየ ከም በዓል ኣልኢትሃድ ዝበሉ ጉጅለታት ፈጠርቲ ራዕዲ ዝደምሰሰ ኣብ ውሽጢ ዓዲ ኮነ ኣብ ደገ ንኢትዮጵያ ከጥቅዑ ዝፈተኑ ሓይልታት ዝደዓኸ ነይሩ ሰራዊት ምክልኻል ሃገር ኢትዮጵያ። ካብ ውሽጢ ዓዲ ሓሊፉ ኣብ ሱዳን፣ ሶማልያ፣ ደቡብ ሱዳን፣ ርዋንዳን ላይበርያን እውን ዕዉታት ዝኾኑ ተልእኾታት ምኽባር ሰላም እውን ፈፂሙ እዩ። እዚ ዋርድያ ሕገ መንግስትን ዋልታ ልምዓትን ምዃኑ ብተግባር ኣመስኪሩ ዝነበረ ሰራዊት ኣብቲ ፋሽስት ኣብይ ኣሕመድ ዝፈፀመ ወራር ምስ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቅን ሓይሊ ትምክሕቲ ኣምሓራን ኮይኑ ኣብ ልዕሊ ህዝቢ ትግራይ ብዙሓት ዘስካሕክሑ ግፍዕታት ፈፂሙ እዩ።
አንበሳ አንበሳ ጀግና ጀግና ነሽ ጀግና። ወያኔ መጨረሻው ነው እንግዲህ ምረት የለንም። ሰራዊት ፋሽስት ኣብይ ኣሕመድ ኣብ ልዕሊ ህዝብና ጨፍጫፍ፣ መርሸንትን ፆታዊ መጥቃዕትን ኣብ ልዕሊ ምፍፃሙ ህዝቢ ትግራይ ንዝሓለፉ ሰላሳ ዓመታት ርሂፁን ለፊዑን ዘፍረየን ኩሉ ዓይነት ንብረትን ሃፍትን እውን መንጢሉ ወሲዱ ትካላት ህዝብን መንግስትን ትግራይ ኣዕንዩ እዩ። እዚ ኹሉ ግፍዕታት ፈፂሙ ብሓየት ሰራዊት ትግራይ ተዳዒኹ ምስ ሃደመ ድማ ተገልቢጡ ህዝቢ ትግራይ ጠሊሙኒ ህዝቢ ኣምሓራ ግና ኽሒሱኒ ናብ ዝብል ሓደገኛ ፀለመ ኣትዩ ኣሎ ሰራዊት ኣብይ። ብቕድሚ ትማሊ ንህዝቢ ዕላዊ ኣብ ዝገበሮ ናይ ማሕበራዊ ሚድያ መልእኽቱ እዩ እቲ ንህዝቢ ትግራይ ዝጨፍጨፈ ንብረቱ ዘሕደገን ዘቃፀለን ሰራዊት ተገልቢጡ ነቲ ወረጃ ህዝብና ከም ዝስዕብ ኢሉ ዝኸስስ ዘሎ። እቲ ጸሃያይ ዝጸሃናሉ፣ እኽሉ ዝዓጸድናሉ፣ ቤት ትምህርቲ ዝሰራሕናሉ ህዝቢ እንትጠልመና፣ ዋላ ንሓንቲ መዓልቲ እውን ገለ እኳ ዘይገበርናሉ ህዝቢ ግና ፈቐዶ መንገዲ እናብልዐን እናስተየን እዩ ተቐቢሉና። ፍሉይ ኣቀባብላ እዩ ገይሩልና። ብምባል ንህዝቢ ትግራይ ዘናሹን ዝኸስስን ንህዝቢ ኣምሓራ ድማ ዘወድስ መልእኽቲ ካብቲ ፀረ ህዝቢ ዝኾነ ሰራዊት ተመሓላሊፉ ኣሎ። ፋሽስት ኣብይ ባዕሉ እውን እንተኾነ ህዝቢ ትግራይ ጠሊሙና እዩ፣ ናብቲ ወገንና ደጀንና ዝኾነ ህዝቢ ኣምሓራ መፂእና ኣለና እዩ ኢሉ። ኮነሬል መንግስቱ ሃይለማርያም እውን

ኣብ ዓቕሊ ጽበትን ኩለመዳያዊ ቅልውላውን ጥሒሉ ዘሎ ደርጊ ቁጽሪ ክልተ፣ ብተግባርን ዘረባን ብመንገዲ ኣይኡ ቐዳማይ ደርጊ ይጓዓዝ ዘሎ።
እምበኣርከስ ዝኸበርኩም ተመልከትና ንሎሚ ዘዳለናልኩም ዜናታት ኣብዚ ወዲእና ኣለና። ኣብ ኻልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ግን ሰላም። ሃለዋትናን ድሕንነትናን ብቕልጽምና! ትግራይ ትስዕር!